ቁርኣነል ከሪም ዘልኣለማዊ መጽሓፍ ቅዋም መምርሒ ናይ እስላም ብምዃኑ ኣብ ህይወት ውልቀ ሰብን ማሕበረ ሰብን ዓቢ ኣገዳስነት ኣለዎ። ቁርኣነል ከሪም ቃል ኣላሁ ሱብሓነሁ ወተዓላ ስለ ዝኾነ ሰሚዕካዮ ዘይጽገብ ኣንቢብካዮ ዘይምኖ ሓሶት ካብ ቅድሚኡ ኮነ ካብ ድሕሪኡ ዘይወጾን ዘይስዕቦን ጻዕዳ መጽሓፍ እዩ። ትሕዝትኡን። ትርጉሙን ምፍላጥ ከኣ ሓደ ካብቲ ትእዛዛቱን መምርሒታቱን እዩ። ትርጉሙ እንተ ፈሊጥካዮ ኣብ እምነትካ ብርቱዕ ጽልዋ ብምሕዳር ኣብ ዝተፈላለዩ ዒባዳታት ትፍጽሞም ከኣ መኣዛን መቓረትን እናወሰኸሉ ይኸይድ። ንኣብነት ኣብ ሰላት ክትቀርኦን ካብ ካልኦት ክትሰምዖን ከለኻ ነቲ ናይ ሰላት እምነ ኩርናዕ ዝኾነ ኹሹዕ የርጉዶ፣ ኣቓልቦኻ ይስሕቦ፣ ከተስተንትንን ከተስተውዕልን ድማ ይሕግዘካ። ቁርኣነል ከሪም ኣብ ወርሒ ሮሞዳን ናብ ረሱል ሰለላሁ ዓለይሂ ወሰለም ምውራድ ጀሚሩ። ሓደ ካብቲ ቀንዲ ጸብለልትነት ናይዚ ወርሒ'ዚ ድማ ቁርኣን ዝወረደሉ ወርሒ ስለዝኾነ እዩ። ንወርሒ ሮሞዳን ኣብ ቁርኣን ምቕራእን ትርጉሙ ምፍላጥን ከነሕልፎ ዓቢ ኣጋጣሚ እዩ ቀዳሞት ሳሊሒን ኣብ ሮሞዳን ኩሉ ዓይነት ዓውደ ኣፍልጦ ደው ኣቢሎም ኣብ ቁርኣነል ከሪም እዮም ዝነጥፉ ነይሮም ኣሰር ናይ ረሱል ሰለሏሁ ዓለይሂ ወሰለም ምኽታል ብርሃን ስለዝኾነ ኣብዛ ወርሒ ሮሞዳን ነተን ኣብ ጁዙእ ዓመ ዘለዋ ሓጸርቲ ሱራታት ብትግርኛ ክንትርጉመን መደብ ተታሒዙ ኣሎ ንቁርኣነል ከሪም ምትርጓም ቀሊል ነገር ኣይኮነን ካብ ዓቕምና ንላዕሊ ምዃኑ ውን ብዘይ ቀልዓለም ይርድኣና እዩ ግን ነታ በሉቁ ዓኒ ወለው ኣያ ትብል ሓዲስ ናይ ረሱል ሰለሏሁ ዓለይሂ ወሰለም ሙርኩስ ብምግባር ነተን ዘለዋ ሒደት ኣፍልጦ ጽንቅቕ ኣቢልና ንነብስናን ንዓኻትኩምን ከነዘኻኽረኩም ክንፍትን ኢና ረቢ ፋህመል ቁርኣን ይኽፈተልና ኣብ እንብሎን እነተግብሮን ድማ ኢኽላስ ይሃበና ንኹላትኩም ሰናይ ምክትታል ይግበረልኩም ረቢ ምስቶም ንጹሃት ጸወምትን ቀራእትን ሰገድትን ይጸንብረና